ሰላም ብሓበራ ከመይ ቀኒኹም ሰላም ቀኒኹም ክትኮኑ ተስፋ ይገብር እምበኣር ሎማዓንቲ ዓስራይ ክፋል ናይ ፎቶሾፕ ትምህርቲ ሒዘልኩም መጽየ ኣለኹ ማለት እዩ እዘን ትሽዓተ ዝሓለፋ ክፋላት እንድሕር ተማሂርኩመን ኮንኩም ርግጸኛ እየ ናይ ፎቶሾፕ ፍልጠትኩም ክብ ከም ዝብል ማለት እዩ እምበኣር ንሎማዓንቲ ድኾና ክልተ ፕሮጀክታት ሒዘ መጽየ ኣለኹ ናብኡ ከብለኩም ነዚ ፕሮጀክት እዚ ዝኾነኒ ስእልታት ዳውንሎድ ገይረ ጸኒሐ ኣለኹ ማለት እዩ ነቲ ስእሊ ከኣ ኣብዚ ከእትዎ እየ ማለት እዩ ስለዚ ፋይል ኢለ ኦፐን እንታ ስእሊ ከኣ ክሊክ ገይረ ክእትዎ እየ ማለት እዩ ስለዚ እዛ ስእሊ መፅያትለይ ኣላ ማለት እዩ ሕጂ ምስዚኣ ትኸይድ ስእሊ ከዓ ካሊእ ስእሊ ክእትወ ማለት እዩ ተኻለይቲ ስእሊ ከዓ ኦፐን ኢለ ከእትዋ እየ ማለት እዩ ሊክ ኣትያትለይ ኣላ ማለት እዩ ሲ ኣብ ክልተ ተኸፊተን ኣለዋ ማለት ሕጂ ኣብዚ እታ ብሪክ ዎል ኣብዚ ናሃለት እታ ኖርማል መንደቕ ከ ኣብዚ ናሃለት ማለት እዩ ኣነ ግን እንታይ ክገብር ሓሳበይ ማለት እዩ ሕጂ ነዛ ብማቶኔላ ተሰርሐት መንደቕ ናብዛ መንደቕ እዚኣ ኣምፅኤ ነዛ መንደቕ እዚኣ ብማቶኔላ ተሰርሐት ንኸምስላ ማለት እዩ ኦኬ ፅቡቕ ሕጂ ነዛ ስእሊ እዚኣ ናብ ናብዚ ከምጽኣ እንድሕር ኮይነ ሕጂ እንታይ ይገብር ኣለኒ ኩሉ ግዜ ናብ ሙቭ ቱል መጽየ ክሊክ ክገብር ሙቭ ክገብራ ይክእል እየ ማለት እዩ ትሪእዋ ኣለኹም ትንቀሳቀስ ኣላ ብላዕሊ ጻዕዳ ነገር ይረኣየና ኣሎ ማለት እዩ ናብዚኣ ሒዝያ መጽ ማለት እዩ ከምዚኣ ገይረ ኣብዚኣ ምስ መጻኹ ትሪእዋ ኣለኹም ሒዝያ ከም ዘለኹ ትነግረኒ ኣላ ምክንያቱ ኣርባዕተ ኣንጎሎ ሃሳስ ጻዕዳ ጻዕዳ ቦርደር ንርኢ ኣለና ማለት እዩ ኣብ ማእከል ግምት ኣቢለ ክሊክ እንድሕር ጌረ ኣትያትለይ ኣላ ማለት እዩ ተሪኢኹማ ግን በዚ ንእሽተይ ተረፍ ኣለኒ በዚ ከ ንእሽተይ ተረፍ ኣለኒ ምክንያቱ እዛ ብ ላዕሊ ዘላ ስእሊ ንእሽተይ ስለ ዝኾነት ኣብ ታሕቲ ዘላ ስእሊ ዓባይ ስለ ዝኾነት ማለት እዩ ሕጂ እዛ ብ ላዕሊ ዘላ ስእሊ ከዕብያ እየ ማለት እዩ ከመይ ገይረ የዕብያ ኮንትሮል ቲ ኣብ ኪቦርድ ማለት እዩ ኮንትሮል ቲ ምስ ገበርኩ ከዕብያ እንድሕር ኮይነ ቅድሚ ብጫፍ መጽየ ምስ ሓበይ ማለት እዩ እንታይ ይገብር ኣለኒ ሽፍት ክሕዝ ኣለኒ ሽፍት እንድሕር ሒዘ ኣስፔክት ሬሾ ዘሰይም ይኸውን ማለት እዩ ኣስፔክት ሬሾ እንታይ ማለት እዩ ሬሾ ኣብ መንጎ ሌንግዝ ኤን ዊድዝ ዘሎ ሬሾ ማለት እዩ ኣብ መንጎ ንውሓትን ቁመትን ዘሎ ሬሾ ማለት እዩ ኮንስታንት ይኸውን ወይ ከዓ ከም ዘለዎ ይኸውን ማለት እዩ ኣይበላሾን እዩ ሕጂታ ስእሊ ንጎኒ ትጭፍለቕንያ ወይ እውን ንላዕሊ ከዓ ኣይትምጠጥንያ ማለት እዩ ሕጂ ምስ ወዳእኹ ኢንተር ብላ ማለት እዩ ኦኬ ክልተ ስእሊ መፅና ላይ ኣለዋ ኩሉ ግዜ ሌየርስ እቲ ብላዕሊ ዘሎ ኩሉ ግዜ ብላዕሊ ኣሎ ማለት እዩ ብላዕሊ ስለ ዘሎ ኢና ነቲ ብታሕቲ ዘሎ ከልኪልዎ ዘሎ ማለት እዩ ኦኬ ሕጂ እንታይ ኢና ክንገብር ኦፓሲቲ ክንርኢ ኢና ማለት እዩ ኦፓሲቲ እንታይ ኩሉ ግዜ ነዚ ብላዕሊ ዘሎ ንኣብነት ሕጂ ዚሮ ክገብሮ እንዴ ብምርኣይ ኣብኡ ከለና ድሓ ንረኣዮ ዚሮ ክገብራ ኦፓሲቲ ርኢኹማ ኦፓሲቲ እዛ ኦፓሲቲ ዚሮ ስለ ዝገበርክዋ እዛ ኣብ ታሕቲ ዘላ ሌየር ጥራሕ ትረኣየኒ ኣላ። ኦፓሲቲ እንታይ ማለት እዩ? ነቲ ሌየር እንታይ ይገብሮ? እንዳሃሰሰ እንዳሃሰሰ እንዳሃሰሰ ትራንስፓረንት ወይ ከዓ ሲስሩ ወይ ከዓ ከም ዘርኢ ይገብሮ ማለት እዩ። ሕጂ ከምኡ ስለ ገይርዎ ዘሎ ነዚ ሌየር ዋን እዩ እዚ ባክግራውንድ ዝረኣየኒ ዘሎ ማለት እዩ። ያ ሕጂ ግን ደሓን ኦፓሲቲ ንምለሶ ናብ ደሓን ሰላሳን ሓሙሽተን ገለ ቢልና ንውሰዶ ማለት እዩ። ኦኬ ሪኢኹሞ ሕጂ ቁሩብ ህስስ ኢሉ ኣብዚ ይረኣየኒ ኣሎ ማለት እዩ ሕጂ እዚ ኦፓሲቲ ብፐርሰንተጅ ክኸውን ከሎ ማለት እዩ ዝተፈላለዩ ናይ ኦፓሲቲ ኦፕሽንስ ከ ኣብዚ ኣለውና ማለት እዩ ልክዕ እዚኦም ከ ኦፓሲቲ እዮም ግን ጀስት በቃ ከምዚ ዲስቲንክት ዝኾኑ ኦፓሲቲ እዮም ማለት እዩ ንብዙሓት ፕሮጀክት ንጥቀመሎ ማለት እዩ ኣብዚ ሕጂ ንሎማዓንቲ ንጥቀመላ ግን እዚኣ ማልቲፕላይ ንግበራ ማለት እዩ እዚኣ ማልቲፕላይ ንግበራ ማለት እዩ ያ ማልቲፕላይ ምስ ገበርና ሪኹማ ቁር ፍልለይ ኣምፅያ ኖርማል እንድሕር ገይረያ ኣስተውዕሉላ ኖርማል እንድሕር ገይረያ ከምዚ ትብል ሪኢኹማ ከምዚ ዝኾነ ድብዝዝ ዝበለ ነገር ኣሎ እንድሕር ማልቲፕላይ ገይረያ ግን በቃ ምስኡ ትኸውን ማለት እዩ ሕጂ ናቱ በቃ ምስኡ ዝተሰርሐ ትመስል ማለት እዩ ሕጂ ግን እንታይ ክንገብር ኢና እዚ ሌየር እዚ ብመንደቕ ትሪእዎ ዘለኹም ሃሲሱ ኣሎ ሰላሳን ኣርባዕተን ፐርሰንተጅ ኣለዎ። ሰላሳን ኣርባዕተን ፐርሰንተጅ ስቲል ልክዕ ኣብዚ ልዕሊ ግ- ኣብዚ ልዕሊ ባዞን ኣብዚ ልዕሊ ፊዮሪንግን ስቲል ኣሎ ማለት እዩ። ስለዚ ነዚ ክንኣልዮ ክንክእል ኣለና። እንታይ ክንጥቀም ኣለና ነዚ ክንኣልዮ እንድሕር ኮይና? የስ ብራሽ ቱል ብራሽ ቱል ክንጥቀም ኣለና። ክሊክ ንገብር ብራሽ ቱል ብራሽ ቱል ተኸፊታ ኣላ ማለት እዩ። አ፣ እዚኣ ግን ኩሉ ግዜ ጻዕዳ ክትኮን ኣለዋ። እዛ- እዚኣ ጻዕዳ እንድሕር ኮይና እንታይ ማለት እዩ? ነዚ ብላዕሊ ዘሎ ሌየር ደምሲስኪ ነቲ ብታሕቲ ዘሎ ሌየር ኣርኢኒ ኢና ንብል ዘለና ማለት እዩ yeah ok ሕጂ እንታይ ክንገብር ኢና ዙም ቱል ክንጥቀም ኢና ክንስሕቦ ማለት እዩ ንቅድሚት ጽቡቅ ጌሩ ክረኣየና Z ክሊክ ጌረ ኣለኹ ኣብ ኪቦርድ ፕላስ መጽያትለይ ኣላ ነዛ ፕላስ ከኣ መሊሰ ክሊክ ክሊክ ጌረ ክልተ ግዜ የዕብየያ ኣለኹ ማለት እዩ ትኣኽለኒ ትኾን እያ ክሳብ ኣብዚ ኣብ ኪቦርድ ሽዑ ቢ ክጥውቀ ናብ ብራሽ ቱል ተመሊሰ ኣለኹ ማለት እዩ ሕጂ እንታይ ምግባር እዩ ተሪፍኒ ያ ጀስ ብራሽ ምግባር ጥራሕ ሕጂ ዳ ከምዚኣ ጌረ ብራሽ ጌረ ትሪእዋ ኣለኹም ነታ ኦሪጂናል ፍየር ብታሕቲ ዝነበረት የምጽእ ኣለኹ ማለት እዩ። ሕጂ እንታይ እየ ዝገብሮ ዘለኹ ነቲ ሰርቲ ፋይቭ ፐርሰንት ኦፓሲቲ ናይቲ ብሪክ ዎል ወይ ከኣ ብማቶኔላ እተሰርሐ መንደቕ ንርእዮ ዝነበርና ንዑ ይኣልዮ ኣለኹ ማለት እዩ። ኣበይ ግን? ኣብዛ ገረብን ኣብታ ባዞን ጥራሕ እየ ድኣልዮ ዘለኹ፣ ኣብ ኩሉ ኣይኮንኩን። ኣብ ኩሉ እንድሕር ኣለዮ እዚ ኢፌክት ናይ ማቶኔላ ኣይክህልወንን እዩ ማለት እዩ። ስለዚ ትርእይዋ ኣለኹም ነታ ፊየሪ የብል ኣለኹ፣ ነዛ ባዞ ከኣ ከምዚኣ ጌረ ከኣ ኣጽሪ የብላ ማለት እዩ። እኛ ምስይ ገይረ ሪዋ ኣለኹም እዚ ተጠንቂቕኩም ኣብ ገዛ ኮንኩም ግዜ ወሲድኩም ፅቡቅ ገይርኩም ከተፃፍፉ ትኽእሉ ኢኹም ንሕጂ ግን እቶም ትብሉስ መምሃሪ ስለ ዝኾነ ኣይ ቲንክ ይኣኽለና ይመስለኒ ያ ሕጂ ዘድ ክሊክ ንግበር ፖዚቲቭ ክመፀልና እዩ ኣልት ንሓዝ ኔጌቲቭ ክኾን እዩ ሓንቲ ክሊክ ክልተ ክሊክ ወዲና ኣለና ማለት እዩ ሕጂ ሪኢኹማ ማቶኔላ ትመስል ጌርናያ ማለት እዩ and መሊስና ከኣ ነታ ፍየሪ ምስ ምስታ ናታ መትሓዚት ወይ ምስታ ናታ ባዞ ማለት እዩ ውጽእ ኢላ ከም ትረኣ ጌርናያ ኣለና ማለት እዩ። ሕጂ እዛ ፕሮጀክት ዋን ወዲእና ኣለና ማለት እዩ። ንኣብነት ሕጂ ማልቲፕላይ ስለ ተጠቐምና ኖርማል ኦፓሲቲ ሕጂ ዋላ ክንውስኸሉ ንኽእል ኢና ማለት እዩ። ምክንያቱ እዚ ማልቲፕላይ ንባዕሉ ዓይነት ኦፓሲቲ እዩ ማለት እዩ ስለዚ ኣብዚ ኦፓሲቲ ኦሬዲ ኣፕላይ ጌርና ስለ ዘለና እዚ ሕጂ ክንውስኸሉ ንኽእል ኢና ማለት እዩ ሕጂ ንኣብነት ከባቢ ሰማንያ ገለ ድሕር ኣብፀና ርኢኹም ሕጂ እቲ መንደቕ ውፅ ይብል ማለት እዩ ያ ልክዕ ከምቲ ናይ መጀመርታ ምስኡ ዝነበረ ይመስል ማለት እዩ ኦኬ ሕጂ ወዲና ኣላ ማለት እዩ እዛ ቀዳሚት ፕሮጀክት እዚኣ ማለት እዩ ነታ ካልኢት ፕሮጀክት ተስርሓኒ ስእሊ ካብ ኮምፒውተረይ ብፎቶሾፕ ክኸፍታ እያ ማለት እዩ ፋይል ይብል ኦፕን ተኻሊኢት ናይ ሎማዓን ስእሊ እዚኣ እያ ማለት እዩ ክልተ ፈፍርቂ ኣራንሺ ድሓዘት ጓል ማለት እዩ ኦኬ ፅቡቕ ኦኬ ኣብዚኣ ከ እንታይ ኢና ክንገብር ኣጃስትመንት ሌየር ክንገብረላ ኢና ነዚኣ ብላክ ኤንድ ዋይት ኣጃስትመንት ሌየር ክንገብረላ ኢና ማለት እዩ ክሊክ ጌርና ካብ ኣጃስትመንት ሌየር እዚኣ ማለት እዩ ብላክ ኤንድ ዋይት ክንመርፅ ኢና ብላክ ኤንድ ዋይት ምስ መረጽና ኣውቶማቲካሊ እታ ስእሊ ብላክ ኤንድ ዋይት ትኸውን ማለት እዩ። ሕጂ ኣብዚ ሕብርታት ኣለኩም ንሃለ ሕጂ እቲ ሕብርታት ሕጂ ከተብልዎ ትኽእሉ ኢኹም ማለት እዩ። ነብዚ ኣቢልኩም ነዚ ነዘን ኣብ ዘለዋ ሰለስተ ኣንጎሎ ንቕድሚት ወይ ንድሕሪት እንዳበልኩም ማለት እዩ ነቲ ሕብርታት ከተንቀሳቕስዎ ትኽእሉ ኢኹም። ቀይሕ ክደምቀልካ ተደሊኻ ናብዚ ድሕር ክሃስ ደሊኻ ናብዚ ኮም እንዳገበርካ ተብል ትኽእል ኢኻ ግን ንሕጂ ጸገም የለን ከምዚኣ ትኹን ማለት እዩ። እንታይ ንምግባር ሕጂ ካብዛ ስእሊ እዚኣ ድተወሰነ ክፋላት ናይዛ ስእሊ እዚኣ ሕብራዊ ክንገብሮ ደሊና ኣለና ማለት እዩ። ስለዚ ኩላ ብላክ ኤንድ ዋይት ክትከውን ደሊና እያ። ዝተወሰነ ክፋላት ናይዛ ስእሊ እዚኣ ግን ሕብራዊ ክኸውን ደሊና ኣለና ማለት እዩ። ኦኬ እዚ ብኸመይ ንገብሮ? ኩሉ ግዜ ናብ ብራሽ ንመጽእ ማለት እዩ። ኣብ ብራሽ እንድሕሪ መጺና እንታይ ኢልና ነርና ኣብታ ቀዳሚት ፕሮጀክትና ኣብ ብራሽ እንድሕሪ መጺና እዚኣ ኩሉ ግዜ ጻዕዳ ብላዕሊ ክትከውን ኣለዋ ኢልና ነርና። ኖ ሕጂ ኣጃስመንት ለየር ስለ ዝኾነ ጸላም እያ ክትከውን ብላዕሊ ዘለዋ ማለት እዩ ንኣጃስመንት ለየር ንኣለ ስለ ዘለና ማለት እዩ ኦኬ ከምቲ ኩሉ ግዜ ንገብሮ ዙም ክንገብሮ ኢና መታን ንጹር ክኾነልና ማለት እዩ ዙም ክገብሬ ፕላስ ስለ ዘሎ ፕላስ ፕላስ ካርሜ ክልተ ግዜ ዙም ኮይልለ ኣሎ ካብ ዙም ናብ ብራሽ ክምለስ እንድሕር ኮይነ ብይሃርም ኣብ ኣብ ኪቦርድ ትመፀለይ ማለት እዩ ሕጂ እንታይ ምግባር ይተሪፍኒ ጀስ በቃ ብራሽ ምግባር ማለት እዩ በቃ ሪኽሞ ከምዚ ገይረ ብራሽ እንድሕር ገይረ እያ ኣብኡ ኸሎ፣ እቲ ብታሕቲ ዝጸንሐ ሕብሪ፣ እቲ ናይ ናይ ብሓቂ ናይቲ ኣራንሺ ሕብሪ ማለት እዩ፣ ይመጸለይ ኣሎ ማለት እዩ። ሕጂ ከምዚኣ ገይረ ሕጂ ብራሽ ቆርብትለይ ገጅፋትንላ ጫፍ ጫፍ ክገብሮ ደልየ ግን ገጅፋትንላ እንታይ ገብር ራይት ክሊክ ገይረ ነዚኣ ኣንእሸ ብላ ሰላሳን ሽዱሽተን ፒክሰልስ ምሽ ኣላ ኣንእሸ ብላ ማለት እዩ ዓሰርተ ሸሞንተ ይገብራ ብፍርቂ ንእሸያ ማለት እዩ ከምዚኣ ገይረ ሽዑ ነዘን ጫፍ ጫፍ ጽቡቕ ተብለለይ ንደገ ከይወጻኹ ንኽትኮነለይ እቲ ፕረሲዥን ወይ ከኣ እቲ ልክዕ እቲ ዝደለኹዎ ክኾነለይ ስለ ዝደለኹ እየ ኣንኢሸያ ማለት እዩ ከምዚኣ ጌርኩም ትብልዋ ማለት እዩ ኣነ ሕጂ ማውስ ጠዊቐ ሒዘ ጥራሕ ከምዚ ምልካይ ዓይነት ማለት እዩ ምሻሎ ከምኡ ገብር ኣለኹ ማለት እዩ ከምዚኣ ንገብራ ጨፍጨፍ ኣብ መለታ ከምዚኣ ንመፅእ ትሕብሪ ፅቡቅ ገይረ ክሳብ ዝወፅእ ያእ ወዲእና ኣለና ማለት እዩ። ሕጂ ናብታ ካልኣይቲ ንኸይድ ናብታ ካልኣይቲ ክንከይድ ተኾይና ናብዚ ጎኒ ስለ ክንከይድ ዘለና እንታይ ኢና ክንገብር ዘለና የስ ኪቦርድ ንጥወቕ እንታይ ኢድ ትመስል ክትመጸልና እያ ከምዚኣ ጌርና ኸዓ ከምዚኣ ጌርና ኸዓ ንመጽእ ማለት እዩ። እቲ ኪቦርድ ምስ ምስ ፈነናዮ ኣውቶማቲካሊ ባዕላ ናብ ብራሽ ቱል ክትምለስ እያ ማለት እዩ። ሕጂ ኸዓ እንታይ ዝተርፈና ቁርጥ ለይ ከዕብያ እየ መታን ክንቅልጥፍ ማለት እዩ። ሰላሳን ሽዱሽተን ክገብርያ ሳሳን ሸሞንተን ምስ ወዳእኹ ኢንተር ክብላየ ዓብያ ኣላ ሕጂ እታ ብራሽ ቱል ናተይ ማለት እዩ ብሓንሳብ ሽዑ ከምዚ ገይረ ነቲ ዓብ ዓብ ዘበለ ከምዚ ገይረ ብሓንሳብ የብሎ ግዜ ኣይወስድን የብኡ ማለት እዩ ሽዑ ነቲ ንእሸይ ዘበለ ኸኣ እንታይ ይገብር ራይት ክሊክ ገይረ ኣንእሽ የብላ ኢንተር ብላ ኣብኣ ከለኹ መፅያ ኸኣ ነዘን ጫፍ ጫፍ ከኣ ፅግዕ ኢለን ማለት እዩ ከምዚኣ ገይረ ተን ሕብረን ከም ድወፃ ይገብር ማለት እዩ ትሪእዎ ኣለኹም እቲ ብውሽጢ ዘሎ ይወጽእ ኣሎ ማለት እዩ እንታይ ኢና ጌርና ኔርና ብላክ ኤንድ ዋይት ክንገብራ ከለና ነዛ ስእሊ ኣጃስትመንት ሌየር ብላክ ኤንድ ዋይት ጌርና ኣላ ማለት እዩ ኣጃስትመንት ሌየር ብምሉኡ ብላክ ኤንድ ዋይት ክንገብሮ ንኽእል ብክፋል ናቱ ከዓ ብብራሽ ጌርና ኣሊና ከምቲ ዝነበሮ ሕብሪ ክንገብሮ ንኽእል ኢና ማለት እዩ ሕጂ ከምኡ ኢና ንገብር ዘለና ሎም መዓንቲ ማለት እዩ ብራሽ ጌርና ንሰርሕ ከለና ኩሉ ግዜ ከዓ ኣጃስትመንት ሌየር ተኮይኑ እዚኣ ጸላም ብላዕሊ ክትኮን ኣለዋ ኢልና ማለት እዩ ኖርማል ኣብ ሓደ ሌየር ኣብ ልዕሊ ሓደ ሌየር እንድሕር ኮይኑ ግን ኩሉ ግዜ ብራሽ ጌርካ እዚኣ ፃዕዳ ክትኮን ኣለዋ ማለት እዩ ኦኬ ጢንቃቅላይ ይመስለኒ ጽቡቅ ጌርኩም ግዜ ወሲድኩም ከተብልዎ ትኽእሉ ኢኹም ንሕጂ ግን ነቲ ትምህርትና ግን እዚኣ ትኣኽለናያ መስለኒ ሕጂ ካብዙም ክወጽእ ደልየ ስለ ዘለኹ ዘዳሃርም ፕላስ መጺለይ ኣሎ ፕላስ ኣይኮንኩን ደልየ ደለኹ ማይናስ እየ ደልየ ደለኹ ክንእሸለይ ስለ ዝደለኹ ኣልት ሒዘ ሒዘያ ሱቅ እብል ኣልት ሒዘ ከለኹ ክሊክ ይገብር ትንእሸለይ ክሊክ ይገብር ካልኣይ ትንእሸለይ ወዲየ ኣለኹ ማለት እዩ ኣብ ዙም ስቲል ስለ ዘለኹ ትሪእዋ ኣለኹም ፕላስ ስለ ዘላ ናበይ ኸይድ ናብ ሙቭ ቱል ኸይድ ካብ ዙም ክወጽእ ማለት እዩ ኦኬ ሕጂ ናይ ናይ ሎማዓንቲ ትምህርትና እዚኣ ነይራ ማለት እዩ ናይ ሎማዓንቲ ትምህርትና ሕጂ እንታይ እንታይ ርኢና ሎማዓንቲ ሕጂ ኦፓሲቲ ኣብዛ ካሊት ፕሮጀክት ብፍላይ ኦፓሲቲ ዝበሃል ኣይተንከፍናን ማለት እዩ እንታይ ናዳ ጌርና ንኣጃስትመንት ሌየር ጌርናሉ ሕብራዊ ዝነበረ ስሊ ብላክ ኤንድ ዋይት ጌርናዮ ብድሕሪኡ ከዓ ክፋል ናይቲ ስእሊ ከዓ ሕብራዊ ከም ዝኸውን ጌርናዮ ማለት እዩ ስለዚ ከምዚ ጌርና ዝተፈላለየ ዓይነት ስእልታት ክንሰርሕ ንኽእል ኢና ማለት እዩ ኦኬ ሕጂ ኣብዚኣ ዝሓተኩም ማለት እዩ ዝኾነ ስእሊ ሕብራዊ ብላክ ኤንድ ዋይት ጌርኩም ክፋል ናይቲ ስእሊ ከዓ ሕብራዊ ጌርኩም ናብ ማህሌት ዶት ኢድዩ ኣት ጂሜይል ዶት ኮም ከም ሆምወርክ ወይ ከዓ ከም ሓንቲ ንእሽተይ ፕሮጀክት ሰሪሕኹም እንተትሰዱልና ብጣዕሚ ፅቡቕ ነይሩ ቅድሚ ሕጂ ተሰደደ ኣለና ኣብ ቻነልና ክንዝርግሖ ኢና ሕጂ ከዓ ምስኡ ብሓንሳብ ክንዝርግሖ መታን እዚኣ ከም ኣሳይመንት ወይ በዛ ስእሊ እዚኣ ወይ እውን ካሊእ ስእሊ ተመሳሳሊ እንድሕር ረኺብኩም ከምዚኣ ጌርኩም ስርሑ ኢኹም ንሕጂ

ስለዚ ናይ ሎማዓንቲ ናይ መወዳእታ ትምህርቲ እዚኣ እያ ነይራ ማለት እዩ እዛ ፕሮጀክት እዚኣ ብላክ ኤንድ ዋይት ሕብሪ ጌርና ኣሎና ሓደ ስእሊ ማለት ሓደ ሕብራዊ ስእሊ የእቲና ብላክ ኤንድ ዋይት ጌርናያ ማለት እዩ ክፋል ናይቲ ብላክ ኤንድ ዋይት ዝገበርናዮ ስእሊ ከዓ ክፋ ሓደ ክፋል ናቱ ከኣ ሕብራዊ ከም ዝኸውን ጌርናዮ ማለት እዩ። ስለዚ ብሙሉኡ ኣይኮናን ብላክ ኤንድ ዋይት ጌርናዮ፣ ክፋል ናቱ ከኣ ሕብራዊ ከም ዝኸውን ጌርናዮ ማለት እዩ። ከመይ ጌርና ጌርናዮ ኣጃስትመንት ሌየር ጌርና ነቲ ኣጃስትመንት ሌየር ብላክ ኤንድ ዋይት ምስ ገበርና ብድሕሪ ካብ ብራሽ ተጠቂምና ከኣ ነቲ ሕብሪ ከም ዝወጽእ ጌርናዮ ማለት እዩ ስለዚ ናይ ሎማዓን ትምህርቲ እዚኤን እየን ነይረን ማለት እዩ እንድሕር ክኢልኩም ዝኾነ ስእሊ ተጠቂምኩም ኣጀስትመንት ሌየር ጌርኩም ከምዛ ናይ ሎማዓንቲ ድሰራሕናያ ዝኮነ ክፋል ናይቲ ብላክ ኤንድ ዋይት ሕብራዊ ከም ድወጽእ ጌርኩም ናብ ማህሌት ዶት ኢድዩ ኣት ጂመይል ዶት ኮም እንተትሰዱልና ብጣዕሚ ጽቡቅ ኔሩ ቅድሚ ሕጂ ተሰደደ ኣሎ ብሓንሳብ ምስኡ ጌርና ከኣ ኣብ ቻነልና ሼር ክንገብሮ ኢና ማለት እዩ ስለዚ ንምክትታልኩም ኣዚና ነመስግን እዚኤን ኔረን ናይ ሎማዓንቲ ትምህርቲ ማለት እዩ ከምቲ ልሙድ ሃናጺ ርእይቶኹም፣ ነቐፌታኹም ከምኡውን ሕቶ እንድሕር ኣሎ ኮይኑ ኣብ ኮመንት ሴክሽን ጽሓፉልና፣ እንተዘይ ኮይኑ ድማ ናብ ማህሌት ዶት ኢድዩ ኣት ጂመይል ዶት ኮም ኢልኩም ኢመይል እንድሕር ጽሒፍኩምልና ሓቢርና ክንሰርሕ ድሉዋት ኣለና። ኣብ ካሊእ እዋን ብኻሊእ ትሕዝቶ ክሳብ ንራኸብ ሰላም ቅነ ቻው።